ሰላም ሰላም ክቡራትን ክቡራን ተኸታተልቲ ናይዚ መደብ ከመይ ቀኒኹም? እንኳዕ ብሰላም ናብ ሃናፅ ሓሳብ ቲቪ ብሰላም መጻኹም። ሰላም ኣምላኽ ምስኹም ክኸውን እናተመነኹ ናብ ናይ ሎሚ ትሕዝቶና ከብለኩም። ኣብ ናይ ሎሚ ቪድዮ ትሕዝቶና ካብ ውድብ ጥዕና ዓለም ዝወፅእ ሓበሬታ ከካፍለኩም። ብመሰረት ውድብ ጥዕና ዓለም ዝወፅኦ ሓበሬታ ኣብ ኢትዮጵያ ብፍላይ ኣብ ከባቢ ከተማ ጂንጋ ካብ ዝርከብ ዞባ ደቡብ ኦሞ ዝበሃል ቦታ ንፈለማ እዋን ለበዳ ሕማም ማርቡርግ ቫይረስ ከም ዝተረኣየ ብወግዒ ኣረጋጊጹ ኣሎ። እቲ ቫይረስ ንመጀመርታ ግዜ ዝተረኽበ ሓያሎ ሰባት ልዑል ሰዓል፣ ተምላስ፣ ውጽኣት ምፍሳስ ደም ከምኡውን ምስ ኢቦላ ዝመሳሰሉ ምልክታታት ምስ ኣማዕበሎ ኮይኑ ድሒሩ ኣብ ዝተገብረ መርመራ ላቦራቶሪ ሰለስተ ሞት ሓዊሱ ሽዱሽተ በቲ ቫይረስ ከም ዝተለኽፉ እቲ ሓበሬታ ገሊጹ ኣሎ። ውድብ ጥዕና ዓለም ከም ዘውፅኦ እቲ ክኸውን ዝኽእል ምንጪ ናይቲ ረኽሲ ብተፈጥሮኦም ቫይረስ ማርቡርግ ዝሕዙ ኮለል ናይ ፍረታት ምዃኑ ይገልጽ። ናብ ደቂ ሰባት ብኸመይ ይላባዕ ንዝብል ሕቶ እዚ ቫይረስ ካብ ዝተለኽፉ እንስሳታት ናብ ደቂ ሰባት ይላባዕ እሞ ብድሕሪኡ ድማ ካብ ሰብ ናብ ሰብ ብቐጥታ ብደም ወይ ከዓ ብዝኾነ ናይ ፈሳሲ ኣካላትና ዝወፅእ ናብ ካልእ ክሰጋገር ወይ ከዓ ክመሓላለፍ ይኽእል። ጠንቂ ምልባዕ ናይዚ ቫይረስ ናብ ደቂ ሰባት እንታይ ክኸውን ይኽእል ንዝብል ሕቶ ከዓ ሰባት በዚ ቫይረስ ምስ ዝተለኽፉ እንስሳታት ምትንኻፋት ምስ ዝገብሩ ወይ ከዓ ኣብ በዓትታት ወይ ኣብ ዕደና ዝነጥፉ ሰባት ብዝረኽብዎ ርሳሕ ዝጀመረ ክኾን ከም ዝኽእል ክኢላታት ይገልጹ እዮም። ስለዚ ነዚ ሕማም ንዝተለኽፉ ሰባት ዝከናኸኑ ኣለይቲ ሕሙማት ብዘይ መከላኸሊ ወይ ድማ ብዘይ ውሑስ ኣገባብ ዝከናኸንዎም እንተደኣ ኮይኖም ንክልከፉ ኣዝዮም ቅሉዓት እዮም ማለት እዩ። ሕማም ቫይረስ ማርቡርግ ከቢድ ምፍሳስ ደምን ሰዓልን ዘስዕብ ኮይኑ ቦልጡፍ ሕክምና እንተዘይከይድና ኣዝዩ ሓደገኛ ሞት ከስዕብ ዝኽእል እዩ። እዚ ሕማም ከስዕቦ ዝኽእል ደረጃ ሓደጋ እውን ኣውፂኦሞ ኣለዉ። ኣብ ኢትዮጵያ መግትእ እተዘይተገይርሉ ኣዝዩ ልዑል ሓደጋ ከውርድ ይኽእል እዩ። ከምኡውን ብማእኸላይ ደረጃ ኣብ መላእ ምብራቕ ኣፍሪቃ ከስዕብ ይኽእል እዩ። ነዚ ሕማም ብኸመይ ክንከላኸሎ ንዝብል ሕቶ ንምላስ ነዞም ዝስዕቡ ንከተል ብዘይ መከላኸሊ ናብ በዓትታት ወይ ናብ ዕደና ዘይምኻድ ብህይወት ይኹን ዝሞቱ እንስሳ ዘገዳም ዘይምትንካፍ ወይ ዘይመሓዝ ንዝሓመሙ ሰባት ኣብ እንከላኸለሉ ግዜ ኣእዳውና ብቐጻሊ ምሕጻብን ናውቲ መከላኸሊ ግቡእ ምጥቃምን ምስ ፈሳሲ ኣካላት ወይ ፍሰት ናይቶም በቲ ሕማም ዝተለኸፉ ውልቀ ሰባት ቀጥታዊ ምትንኻፍ ምቑጣብ ንስኻ ወይ ትፈልጦ ሰብ ሃንደበታዊ ልዑል ሰዓል፣ ተምላስ፣ ውፃት ወይ እውን ምፍሳስ ደም እንተ ኣጋጢሙ ብቕልጡፍ ናብ ሕክምና ብምኻድ ብኣግኡ ሕክምና ጌርና ህይወት ሰብ ከነድሕን ኣለና ማለት እዩ። ቀፂሉ ኸ እንታይ ክኸውን ይኽእል? መድሃኒት ኣለዎ ድዩ ንዝብል ሻቕሎት ሚኒስትሪ ጥዕና ኢትዮጵያ ምስ ውድብ ጥዕና ዓለም ብምትሕብባር ርክባት ንምክትታል በቲ ቫይረስ እዚ ንዝተለኽፉ ሰባት ብፍሉይ ንምክትታልን ከምኡውን ንሓካይምን ነቶም ሕብረተሰብን ንምንቕቓሕ ጉጅለታት ይንቀሳቐሱ ከም ዘለዉ ሓበሬታ ኣሎ። ብተወሳኺ ውድብ ጥዕና ዓለም ሓያሎ ፈተነ ክታበትን ሕክምናታትን ማርቡርግ ኣብ ምጽናት ከም ዘሎ እኳ እንተጠቐሰ ክሳብ ሕጂ ግን ሙሉእ ብሙሉእ ዝጸደቐ ከም ዘየለ እዩ ዝሕብር። ክሳብ ሽዑ ግን ከም ፈሳሲ ምሃብን ምልክታታት ብኣግኡ ምሕካምን ዝኣመሰለ ደጋፊ ክንክን ሞት ንምንካይ ዝበለጸ መገዲ ኮይኑ ይቀጽል። እቲ ቀንዲ መልእኽቲ ናይቲ ሓበሬታ ሕማም ቫይረስ ማርቡርግ ብንቕሓት ሕብረተሰብን ምክልኻልን ክንቆጻጸሮ ንኽእል ኮይኑ ከም ዘይውሑስ ምትንኻፍ ምስ እንስሳታትን ጽቡቕ ጽሬት ምልምማድን ብኣግኡ ምልክታታት ምሕባርን ዝኣመሰሉ ቀለል ተግባራት ነቲ ዝርግሐ ደው ከብልዎ ይኽእሉ እዮም። ናይ ሎሚ ቪድዮ ትሕዝተና ነዚ ይመስል ነይሩ። ኣብ ሃናፂ ሓሳብ ቲቪ መፂኹም ስለ ዝተኸታተልኩም እናመስገና እዛ ቪድዮ ጠቓሚት ኮይና እንተረኺብኩማ ላይክ ሃብዋ፣ ንፈተውትኹምን ቤተሰብኩምን ንክበፅሖም ሼር ብምግባር ንዝያዳ ትሕዝቶ ሳብስክራይብ ኣይትረስዑ ኢኹም። ኣብ ቀጻሊ ቪድዮ ክሳብ ንራኸብ ከዓ ሰሰናይ ንዓኹም።